ሰላም ተኻታተልቲ ከመይ ቀኒኹም? ሎሚ ብዛዕባ ሓደ ኣገዳሲ ርእሰ ጉዳይ ክንዛረብ ኢና፣ ንሱ ኸኣ ጠንቂ ቋንቋ ዘይምኽኣልና ዝብል እዩ። ብዙሓት ሰባት ሓደ ሓድሽ ቋንቋ ተማሂሮም ንኽኽእልዎ ይደልዩ እዮም። ግን ከኣ ገለ ምኽንያታት ንዓኣቶም ይዕንቅፎም። ኣብዚ ቪድዮ እዚ ቋንቋ ንምምሃር ዘጸግሙና ዕስራ መሰረታዊ ምኽንያታት ክንርኢ ኢና። ምናልባት ሓደ ካባኻትኩም ቋንቋ ንምምሃር ብዙሕ ግዜ ፈቲኑ ክኸውን ይኽእል እዩ፣ ግን ከምቲ ዘይትጽበዮ ብዙሓት ዕንቅፋታት ክህልዎ ይኽእሉ እዩ። እዚ ቪድዮ እዚ ነዚ ጸገም እዚ ንምፍታሕ ዝሕግዝ ሓሳባት ከቕርብ እየ። ቅድሚኡ ግን ኣብ ዝሓለፈ ቪድዮ ቋንቋ ንኽእለሉ ዓሰርተ ሜላታት ኢለ

ጠንቂ ቋንቋ ንኸይንኽእል ዝዕንቅፉና ዕስራ መንገድታት። ቀዳማይ፣ ድሌት ዘይምህላው፣ ቋንቋ ክንምሃር ብሓቂ ድሌት ዘይብልና እንተኾይኑ ቀሊል ኣይክኸውንን እዩ። ድሌትና እንታይ ምኻኑ ክንፈልጥ ኣለና። ካልኣይ፣ ፍርሃት ጌጋ ምፍጻም፣ ብዙሓት ሰባት ጌጋ ካይፍጽሙ ብፍርሃት ቋንቋ ክዛረቡ ይፈርሑ። ጌጋ ምፍጻም ግን ናይ ምምሃር ክፋል ምዃኑ ክንርስዕ የብልናን። ስለዚ ንስኻ ተጋገየ ኣይተጋገየ በቲ ዘለካ ዓቕሚ ክትዛረብ ፈትን። ሳልሳይ፣ ዘይምልማድ። ቋንቋ ጥራይ ብምስማዕ ወይ ብምንባብ ወይ ብምጽሓፍ ስለ ዘይተላመድናዮም፣ ብተደጋጋሚ ክንላመዶምን ክንጥቀመሎምን እዩ ዘለና። ራብዓይ፣ ተገዳስነት ዘይምህላው። ኣብቲ ንመሃሮ ቋንቋ ተገዳስነት ዘይብልና እንተኾይኑ፣ ደረጃና ይጎድልን ቀልጢፍና ንሰንፍን ኢና። ስለዚ ነቲ ትመሃሮ ቋንቋ ብተገዳስነት ክትመሃሮ ኣለካ። ሓሙሻይ፣ ግዜ ዘይምርካብ። ቋንቋ ንምምሃር ግዜ የድልየና እዩ። ኣብ መዓልቲ ውሑድ ግዜ እኳ እንተኾነ ወሲኽና ክንመሃር ንኽእል ኢና። ስለዚ ነቲ ትመሃሮ ዘለኻ ቋንቋ ግዜ ሃቦ። ሽዱሽተ፣ ትጽቢትና ልዕሊ ዓቕምና ምዃኑ። ቋንቋ ብቕልጡፍ ክንምሃር ንጽበ እንተኾይንና ተስፋ ክንቆርጽ ንኽእል ኢና። ቋንቋ ንምምሃር ግዜ ዝወስድ መስርሕ ምዃኑ ክንርድኦ ኣለና። ሸውዓተ፣ ብተግባር ዘይምጥቃም። ዝተመሃርናዮ ቋንቋ ብተግባር ዘይንጥቀመሉ እንተኾይንና ቀልጢፍና ኢና ንርስዖ። ዝተመሃርናዮ ኣብ ዕለታዊ ህይወትና ክንዝክሮን ክንጥቀመሉን ንፈትን። ሸሞንተ፣ ኣብ መሰረታዊ ነገራት ዘይምድሃብ። ኣብ መጀመርታ ቋንቋ ክንመሃር ከሎና ኣብ መሰረታዊ ነገራት ማለት ከም ቃላት፣ ቀሊል ኣረኣእያን መሰረታዊ ሰዋስውን ዘይምድሃብ ምምሃርና ክዓንቅፈና ይኽእል እዩ። ኣብ ክንድኡስ ኣብ መሰረታዊ ነገራት ኣትኩሮና ክንጅምር ኣለና። ትሽዓተ፣ ሰባት ካይነቕፉኒ ኢልካ ምፍራሕ። ሓድሽ ቋንቋ ክትዛረብ ከለኻ ጌጋ ምስ ትፍጽም ሰባት ካይነቕፉኒ ወይ ካይላጎጹለይ ብምፍራሕ ቋንቋ ክትዛረብ እንተ ፈሪህካ፣ ምምሃርካ ከዕንቅፍካ ይኽእል እዩ። ንቕፌታ ናይ ምምህር ክፋል ምዃኑ ተረዲእኻ፣ ብትብዓት ክትዛረብ ኣለካ። ዓሰርተ፣ ተስፋ ምቑራጽ፣ ቋንቋ ንምምሃር ጸገማት ወይ ዕንቅፋት ክህልዎ ይኽእል እዩ፣ ከምኡ'ውን ኣብ ፈተናታት ክንወድቕ ንኽእል ኢና። ግን ተስፋ ካይንቑርጽ ጸኒዕና ክንቅጽል እዩ ዘለና። ዓሰርተ ሓደ፣ ትኽክለኛ ኣገባብ ዘይምኽታል፣ ነፍሲ ወከፍ ዝሰማምዖ ኣገባብ ኣለዎ። ንዓኻ ዘይሰርሓልካ ኣገባብ ተኸቲልካ እንተኾንካ ክትዕንቀፍ ትኽእል ኢኻ። ዝተፈላለዩ ኣገባባት ፈቲንካ ንዓኻ ዝሰማምዓካ ክትመርጽ ኣለካ። ዓሰርተ ክልተ፣ ትዕግስቲ ዘይምህላው፣ ቋንቋ ንምምሃር ግዜ ዝወስድ መስርሕ ምዃኑ ተረዲእኻ ብትዕግስቲ ዘይምጽባይ። ስለዚ ቋንቋ ንምምሃር ግዜ ክወስደልና ስለ ዝኽእል ብትዕግስቲ ክንምሃር ኣለና። ዓሰርተ ሰለስተ፣ ኣከባቢ ዘይምቹእ ምዃን። ኣብ ከባቢኻ ቋንቋ ንምምሃር ወይ ቋንቋ ንምልማድ ዜተባብዑ ሰባት እንተ ሃልዮም፣ ፈታንን ኣጸጋምን ኪኸውን ይኽእል እዩ። ንዓኻ ዚድግፉን ዘተባብዑን ሰባት ክትረክብ ፈትን። ዓሰርተ ኣርባዕተ፣ ትኹረት ዘይምግባር፣ ኣብ ሓደ ግዜ ብዙሓት ነገራት ክትሰርሕ እንተ ፈቲንካ፣ ኣብቲ ቋንቋ ትመሃሮ ዘለኻ ቋንቋ ትኹረት ክትገብር ኣይትኽእልን ኢኻ። ኣብ ሓደ ነገር ኣትኲርካ ምጽዓር ይሕግዝ። ዓሰርተ ሓሙሽተ፣ ትህኪት ምውራድ፣ ቋንቋ ንምምሃር ነዊሕ መስርሕ ክኸውን ይኽእል እዩ፣ ኣብ መንጎ መንጎ ድማ ትህኪት ክስምዓካ ይኽእል እዩ። ትህኪት እንተደኣ ተሰሚዑካ፣ ንምንታይ ቋንቋ ክትመሃር ከም ዝጀመርካ ርእስኻ ኣዘኻኽርን ንትህኪት ንምስዓር ዝሕግዙኻ ንጥፈታት ፍለጠን። ዓሰርተ ሽዱሽተ፣ ምንጪ ትምህርቲ ዘይምምራጽ፣ ዘይጠቕሙን ዘይሕጉሱን ምንጪታት ትምህርቲ እንተተጠቂምካ፣ ቋንቋ ምምሃር ኣሰልቻዊ ክኸውን ይኽእል እዩ። ስለዚ ጽቡቕን ዘሕጉስን ምንጪታት ምረጽ። ዓሰርተ ሸውዓተ፣ ቀጻልነት ዘይምህላው፣ ሓደ መዓልቲ ብዙሕ ተንብብ ሓደ መዓልቲ ከኣ ዘይተንብብን ዘይተጽንዕን እንተኾንካ ኣይትዕወትን ኢኻ። ቀጻልነት ኣዝዩ ኣገዳሲ እዩ። ውሑድ እኳ እንተኾነ ኣብ ነፍሲ ወከፍ መዓልቲ ግዜ ወሲኽካ ተመሃር። ዓሰርተ ሸሞንተ፣ ምስ ካልኦት ሰባት ዘይምዝርራብ። ቋንቋ ንምምሃር ምስ ካልኦት ምዝራብ ኣገዳሲ እዩ። ምስ መምሃራን ቋንቋ። ወይ ተዛረብቲ እቲ ቋንቋ ንኽትዛረብ ፈትን። ዓሰርተ ትሽዓተ፣ ባህላዊ ፍልጠት ዘይምርካብ። ቋንቋ ምስ ባህሊ ዝተኣሳሰር እዩ። ባህሊ እቲ ቋንቋ ምፍላጥ ቋንቋ ንምርዳእን ንምዝራብን ይሕግዝ እዩ። መበል ዕስራን መወዳእታን፣ ርእስኻ ዘይምግምጋም። ኣብ ምንታይ ደረጃ ከም ዝበጻሕካን እንታይ ክተመሓይሽ ከም ዘለካን ርእስኻ ዘይምግምጋም፣ ምምሃርካ ከዐንቅፍ ይኽእል እዩ። ርእስኻ ገምግምን መደባትካ ኣመሓይሽን። እዞም ዕስራ ነጥብታት እዚኣቶም ንብዙሓት ሰባት ቋንቋ ንምምሃር ዝዓግቱ ምኽንያታት እዮም። ግን ተስፋ ኣይንቑረጽ። ኩሉ ሰብ ክመሃር ይኽእል እዩ። እቲ ኣገዳሲ ነገር ጽዕርካ ምስራሕን ቀጻልነት ምህላውን እዩ። ብትግሃት እንተ ሰሪሕናዮን ንምልማድ እንተ ኣዘውቲርናዮን ቋንቋ ንምምሃር ቀሊል ክኸውን ይኽእል እዩ። ኣብ ዝሓለፈ ቪድዮ ብዛዕባ ቋንቋ ንምኽኣል ዝሕጉዙና ዓሰርተ ሜላታት ሰሪሐ ኣለኹ፣ ኣብኡ ኣቲኹም ክትምሃሩ ትኽእሉ ኢኹም። እዛ ቪድዮ ኣብዚ ኤንድ ስክሪን ንትልኩም፣ ኣብኣ ጠዊቅኩም ንብኣ ክተርትኹ ኢኹም ከምኡ'ውን ኣብ ታሕቲ ኮመንቲ። ገዲፈልኩም ኣለኹም። ስለዚ ሎሚ ነዚ ቪድዮ ስለ ዝተኸታተልኩምና እንዳመስገና ሳብስክራይብ ግበሩን ሪኢቶኹም ኣብ ታሕቲ ኮሞንቲ ኣካፍሉናን የቐንየልና።